ሞባይልካ ሃክድ ኮይና ወይ ድማ ተጠሊፋ ከይትኸውን ከመይ ጌርካ ትፈልጥ? ሰላም ተኸታተልቲ ሃብቲ ኣፕቴክ ኣካዳሚ፣ ሎማዕንቲ ሞባይልና ሃክድ ኮይና ወይ እውን ተጠሊፋ ከይትኸውን ከመይ ጌርና ንፈልጥ ዝብል ኣርእስቲ ሒዝና ኢና መፂና ኣለና። ቅድሚ ምቕፃልና ሳብስክራይብ ምግባር ኣይትረስዑ ወይ ዝኾነ ፍልይ ዝበለ ክስረሓልኩም ትደልይዎ ዓይነት ቪድዮ ድማ ኣብ ኮመንት ግደፉልና። ኣቐዲምና ካልእ ቪድዮ ደሊና ኔርና ከመይ ጌርካ ሃክድ ከይትኸውን ተወግድ፣ ምናልባት ሃክድ እንተኾይንና ከመይ ጌርና ንፈልጥ? ስለዚ ቀዳመይቲ ክንፈልጠላ ንኽእል መገዲ እንታይ እያ? ባትሪ ድሬይን።

እዚ ባተርና ቀልጢፉ ክውድኣልና ይኽእል እዩ። እዚ ጥራሕ ዘይኮነ ካልኣይ ድማ ኦቨር ሂት ክትገብር ትኽእል እያ እታ ሞባይልና። ቀልጢፋ እትረስን ዋላ ኮፍ ኢላ ከላ ደይትጥቀመላ ከላ ካብ ጣውላ ኮፍ ኢላ ከላስ ረሲና ትጸንሓካ። እዚ ማለት ድማ ብድሕሪት ወይ ባግራውንድ ኮይኑ ንሕና ከይፈለጥናዮ ራን ዝገብር ወይ ዝሰርሕ ኣፕሊኬሽናት ኣሎ። እዚ ከኣ እተፈላለየ መልክዓዊ ሓበሬታና እሰርቕ ወይ እጠልፍ ክህሉ ይኽእል እዩ። ስለዚ እታ ሞባይልና ሃክድ ኮይና ኣላ ማለት እዩ። እዚ ድሕሪ ምርኣይና ኬድና ሓደ ክልተ ነገራት ቸክ ክንገብሮም ደለና ኣለዉ። እዚ ድማ ንርእዮም። ስለዚ መጀመርታ ኣብ ሴቲንግስ ክኣቱ እየ። ኣብ ሴቲንግስ ኣብ ሴቲንግስ ድሕሪ ምእታው ውርድ ኢለ ባትሪ። ላላ ኣብታ ባትሪ ትብል ምስ ኣተዎ ንታሕቲ ውረድ ምስ በልኩ እተን ኣፕሊኬሽናት ክመጻኒ እየን view details ክብላ እየ view details ምስ በልኩዋ ኣብዚ ታሕቲ እዘን ኩለን ትሪኦን ዘለኹም ኣፕሊኬሽናት ሞባይል ናተይ ሞባይል ባትሪ ተጠቀመ እየ ኣብነት ቀዳመይቲ ቲክቶክ ኤስ ፕሌየር ዋን ዩ ኣይ ሆም ፌስቡክ እዚአን ኩለን ንፈልጠን ኣፕሊኬሽናት እየን ገለ ሚእታዊት ናይቲ ባትሪ ናይ ሞባይለይ ድማ ተጠቂመን ኣለዋ ኣብዚ ምስ መጻና ደይንፈልጣ ኣፕሊኬሽን ወይ ርኢናያ ደይንፈልጥ ኣፕሊኬሽን እንተመጽያትና ፕሮባብሊ ሃክድ ኮይና ኣላ እታ ኣፕሊኬሽን ድማ ቀልጢፍና ከይድና ክንምሳ ኣለና ግን ኣብዚ ናተይ ዘለዋ ሕጂ ስፖቲፋይ ዌዘር ጉግል ኦን ስትሪም ኤምኤክስ ፕሌየር ብምሉእ እዚ ዝፈልጦ ኣፕሊኬሽናት እዩን ዝጥቀመሉን እዩ ስለዚ ፀገም የብሉን ኣብዚ ምስ መፃና ደይንፈልጠ ኣፕሊኬሽን ባትሪ ናይ ሞባይልና ትጥቀም ክንብላ ተርእና ግን እታ ባትሪ ቫይረስ ወይ ማልዌር ክትከውን ስለ ትኽእል ቀልጢፍና ከይድና ክንምሳ ኣለና ተዚኣ ተቀዳሚት እያ ሞባይልና ቀልጢፋ ባትሮ ትውድእ ትጅምር ሃንደበት ማለት እዩ ወላ ጥዒት ነበረት ሞባይል ብዙሕ የሸግረና ነበርስ ሃንደበት ቀልጢፋ ባትሮ ትውድእ ትጅምር ወይ እውን ኣጸቢቓ ትረስን ወላ ብጣውላ ከላ ድዩ ኮፍ ኢላ ከላ ኣጸቢቓ ትረስ እዚ ድማ ሂንት ክኸውን ይኽእል እዩ ገለ ኣፕሊኬሽን ወይ ማልዌር ብድሕሪት ንሕና ደይ ንፈልጦ ራ ንገብር ከም ዘሎ ጎን ጎና ተኸይድ ድማ ኣፕሊኬሽናት ዝጸንሓና ገለ ንሕና ኢንስቶል ዘይገበርና ወይ ደይ ንፈልጦ እዚኦም ኣፕሊኬሽናት ድማ ሓደገኛ ክኾኑ ይኽእሉ እዮም ምክንያቱ እቲ ናይ ብሓቂ ጠቐምቲ ደይ ኮይኑስ ማለዌር ኮይኖ ክፀንሑ እዮም ማለዌር ንብሎ እቲ ቫይረስ ማለት እዩ እቲ ማለዌር ግን ሓደ ሓደ ግዜ እትዮም ሃከራት ከመይ ገይሮም የቕርብዎ ከም ጠቃሚ ቱልስ ወይ ከም ጠቃሚ ወይ ኣገዳሲ ሓበሬታ ናይ ዲክሽነር ድዩ ገለ ድዩ ኢሎም የቕርቡልካ ንስኻ ድማ እዚ ጠቃሚ ኢልካ ብዙሕ ኣይትግደሰሉ ኢኻ ሞባይልካ እዚ ኣፕሊኬሽን እዚ ግን ደይንፈልጦ ወይ ባዕልና ኢንሶል ደይገበርናዮ እንተኮይኑ ከምዚ ቀዲምና ንረኣናዮ ድማ ባትሪ ናይ ሞባይልና ጥቀም ተሎ ቀልጢፍና ክንምሶ ኣለና ተመሳሳሊ ልክዕ ከምቲ ሃንደበት ባትሪ ትወድያ ወይ ሃንደበት ትረስ እንበልናዮ ዳታ ዩዜጅ ናህና ኸዓ ዳታ ሃንደበት ናህናስ ዳታ ቀልጢፉ ይውዳእ ወይ ቀልጢፉ ይወድእ ስፓይክስ ናይ ምጥቃም መፅ መዋት እዩ ኣብ ሴቲንግስ ከይድና ክንሪኦ ከልና እቲ ዳታ ሃንደበት ንላዕሊ ከይድ ወላ ንሕና ዶ ንጥቀመሉ ግዜ እዚ ድማ ሓደ ዓበ ኣንፈት ዝህበና ነገር እዩ ሞባይልና ሃክ ኮይና እሞ ሓበሬታ ካብ ሞባይልና ናብ ካልእ ቦታ ስደድ ከም ዘሎ እዚ እዩ ከዓቲ ዳታ ስፓይክ ዝፈጥር ዘሎ ማለት እዩ ቀልጢፉ እቲ ዳታና ዝውድኦ ዘሎ ከምዚ ተጋጢሙና ድማ ቀልጢፍና እታ ኤር ሞባይል ዕፅው ኣቢልና ኤርፕሌን ሞድ ንገብራ ደድልየና ሓበሬታ ናብ ካር ድዩ ናብ ፍላሽ ድራይቭ ድዩ ናብ ዝኾነ ካልእ ኣስጊርና ናብ ኮምፒውተር እቲ ድድምሰስ ደምሲስና እታ ኤርፕሌን ሞድ ክንከፍታ ንኽእል ኢና ማለት እዩ ቅድሚ ምኽፋትና ግን ዝኾነት ናህና ሓበሬታ ኣስጊርና ንጸራርያ ኣለና እታ ሞባይል እቲ ዳታ ዩሴጅ ስፓይክስ ኣብያ ኣቲና ንሪኦ ድማ ንርኣ ኣብዛ ሴቲንግስ ምስ ኣተኹ ሕጂ እውን ናብ ሴቲንግስ እየ ተመሊሰ ዘለኹ ኣብዛ ኮኔክሽንስ ትብል ኣላ ኮኔክሽንስ ኣብዛ ኮኔክሽንስ ድሕሪ ምእታወይ ዳታ ዩዜጅ ዝብል ኣሎ ኣብዛ ታሕቲ ዳታ ዩዜጅ ኣብዛ ዳታ ዩዜጅ ምስ ኣተኹ ኣብዛ ዳታ ዩዜጅ ድሕሪ ምእታወይ እዚኣ ናይ እዚኣ ትሪእዋ ኣለኹም ናይ ሓደ ወርሒ ዳታ ዩዜጅ እዩ ናይዛ ሞባይል ማለት እዩ ስለዚ እቲ ዳታ ዩዜጅ ቀስ ኢሉ ኖርማል ውስኽ ኣሎ ኣክንዲ ከምዚ ግን ሃንደበት ንላዕሊ ስፓይክ ገይሩ ይምለስ ወይ ድማ ሃንደበት ንላዕሊ ወረድ ሞ እምለስ ከምኡ ዓይነት ነገር ተሪእና ገለ ዳታ ወይ ኣንዩዥዋል ዘይልሙድ ስለ ዝኾነ ቸክ ክንገብሮ ኣለና ካልእ ቸክ ንገብሮ ነገር ከምዛ ትሪእዋ ዘለኹም እንታይ ኣፕሊኬሽናት ዳታ ጥቀም ኣሎ እቲ ዳታ ናትናስ በየናት ኣፕሊኬሽናት እውሰድ ኣሎ ክንደይ ቀዳሚት ሞባይል ሆትስፖት ኣላ ኣብዚ ሆትስፖት ጌርካ ንላፕቶፕካ ድዩ ካልእ ሞባይላት ትጥቀም ተለኻ እዚ ርዱ እዩ ድዋል ሜሴንጀር ቴሌግራም ቲክቶክ ዩቱብ እዚኦም ኩለን እተን ዳታ ዝጥቀማ ኣለዋ እየን ኣብዚ ኩሉ ስክሮል ጌርናስ ኩሉ እዚ ንፈልጦ ወይ ንለልዮ ኣፕሊኬሽናት እዩ ቻት ጂፒቲ ተንደር ቪፒኤን ፌስቡክ ግሎቮ ኩሉ እዚ ንላልዮ ወይ ንፈልጦ ኣፕሊኬሽናት እዩ ምናልባት ኣብዚ ስክሮል ትገብር ከለካ ደይ ትፈልጦ ወይ ባዕልካ ዳውንሎድ ደይ ገበርትዮ ኢንስቶል ደይ ገበርትዮ ኣፕሊኬሽን ተጸኒሕና ግን እዚ ኣፕሊኬሽን እዚ ሓደገኛ ክኸውን ሳደኸ ቀልጢፍና ክንድምሶ ኣለና ሶ ዴታ ስፓይክስ ባተርና ሃንደበት ወድል ዘሎ ሃንደበት ዳታ ንቐልጢፉ ውዳእ ተጀሚሩ ሞባይልና ጽቢቓ ትረስ እንተላ ብምሉእ እዚ ሓበሬታ እዩ ሞባይልና ሃክት ኮይና ወይ ተጠሊፋ ክትከውን ስለ ትኽእል ቀልጢፍና ከይና ቸክ ንገብሮ ኣለና ደይነላልዮ ወይ ደይንፈልጦ ኣፕሊኬሽናት ድሕር ፀኒሕና ኣብዚ ዳታ ዩዜጅ ኮኔክሽን ምስ ኣተና ድዩ ኣብቲ ባትሪ ዩዜጅ ምስ ኣተና ድዩ ኣብቲ ሞባይልናስ ባትሪ ወይ ዳታ ድጥቀም ዘሎ ኣፕሊኬሽናት ርኢናስ ደይንፈልጦ ኣፕሊኬሽን ተመፂና ኣዝዩ ሓደገኛ ክኸውን ስለዝኽእል ቀልጢፍና እቲ ኣፕሊኬሽን ተክንደምሶ ኣለና ካብኡ ቀፂልና ድማ ብዛዕባ ኣድቨርታይዝመንታት ክንዛረብ ኢና ዝኾነ ኣፕሊኬሽን ከይከፈትና ሃንደበት ኣድቨርታይዝመንት ፖፕኣፕ ስቕ ኢሉ ይመፀና እንተሎ እዚ ኣዝዩ ሓደገኛ ክኸውን ይኽእል እዩ ኣብ ዝኾነ ኣፕሊኬሽን ኣብ ውሽጢ ሓደ ኣፕሊኬሽን ምስ ኣተኻ እቶም ኣፕሊኬሽን ኣድቨርታይዝመንት ከርእዩና ግብኦም እዩ ምክንያቱ እቲኦም ኣድቨርቶም ኣፕሊኬሽን ክሪኤተርስ ብኡ እዮም ሬቨኑ ደእትዉ ማለት እዩ ብኡ እዮም ናቶም ኣታዊ ድረኹቡ ዝኾነ ኣፕሊኬሽናት ዓፂናዮ ከለና ግን ሃንደበት ኣድቨርታይዝመንት ክመፀና የብሉና ሞባይልና እቲ ኣፕሊኬሽናት ተዓፅዩ ከሎ ሆም ስክሪን ከለካ ድዩ ዝኾነ ስክሮል እናገበርካ ኣድቨርታይዝመንት ክመፀካ የብሉን እዚ ፖፕ ኣብ ኣድቨርታይዝመንት ወይ ከም ሽልማት ዶ ገለ ድብል ኣድቨርታይዝመንት ክመፀና የብሉን ከም ዝተመፂና ኣድዌር ዝተባሃለ ዓይነት ቫይረስ ኣብ ሞባይልና ኣሎ ማለት እዩ እዚ ድማ ብተፈላለየ መዳያት ሓደገኛ ክኸውን ይኽእል እዩ ከመይ ጌርና ንነጥፎ ኣንቲቫይረስ ጥራሕ ኢና ኢንስቶል ክንገብር ንኽእል እቲም ኣንቲቫይረስ ኣቫስት ወይ ካልእ ፍሉጣት ኣንቲቫይረስ ኢንስቶል ብምግባር ፍሉጥ ዝኾነ ኣፕሊኬሽን ፕሌይ ስቶር ምስ ኣተና ኩሉ ግዜ ብዙሕ ዳውንሎድስ ኣለዎ ብዙሕ ፖዚቲቭ ሪቪውስ ወይ እቲ ሪቪውስ ካልኦት ሰባት ድህቦ ርእቶታት ፅቡቕን ብዙሕን ይኹን ሻዕ ክንዲዚ ሚልዮን ዳውንሎድስ ገድብል ኣሎ ናይ ፕሌይ ስቶር ሰሩ ኮነ ድማ እቲ ዳውንሎድስ ናይ ብሓቂ ንኣብነት 10 ሚልዮን ዳውንሎድ ኣለዎ ተላትካ ሓንቲ ኣፕሊኬሽን ናይ ብሓቂ 10 ሚልዮን ኣለዋ ከም ካልእ ኣፕሊኬሽናት ሪቪውስ ርኢ እቲ ሪቪው ፌክ ክኸውን ይኽእል እዩ ዳውንሎድስ ክንዲዚ ዳውንሎድ ኮይና ፌክ ክኸውን ይኽእል እዩ ዝውን ኣብ ጉግል ኣትኻ ወይ ሰርች ዝገብሮ ማለት እዩ ኣብ ፕሌይ ስቶር ኣትኻ ዳውንሎድ ትገብር ክትደሊ ከለካ ግን እሶም እዮም ቶም ናይ ብሓቂ ዳውንሎድስ ስለዚ ሰርች ምስ ገበርካዮ ኣንቲቫይረስ ኢልና ንኣብነት ሰርች ሰጊርና እተን ላዕሊ ዝመፃ ቀዳሞት ዝበዝሐ ዳውንሎድ ኣለዎ ዝበዝሐ ፅቡቅ ሪቪው ዘለዎ መሪፅና ኢንስቶል ጌርና ሞባይልና ስካን ንገብራ በዚ ድማ እቲ ኣድቨርታይዝመንት ፖፕ ኣፕ ድገብር ዘሎ ከነፅንዮ ወይ ክንድምሶ ንኽእል ኢና ኦኬ እዚ ኩሉ ክንሪኦ ዝፀናሕና ነገራት ድማ ከመይ ርና ንወግዶ ትብል ምልእቲ ቪድዮ ኣዳልና ርና ሰብኣ ከድኩም ቸክ ትገብርዋ ትኽእሉ ኢኹም እሱ ጥራሕ ዘይኮነ ከም ሓፈሻ ክንሪኦ ግን ሶፍትዌራት ናህና ኣቤት ጌርና ንፀናሓልና ደይንፈልጦ ሊንክ ወይ ካብ ዝኾነ ዝመፀና ሊንክ ክንጥውቆ የብልና ግን ዝያዳ ዲቴይል ተደሊኹም ወይ ዝያዳ ሓበሬታ ኣብዛ ቪድዮ እዚኣ ከይድኩም ዝሓለፈ ዘርጊሕና ነበርና ቪድዮ መዋሊ ቸክ ክትገብርዎ ትኽእሉ እዮም ካልእ ዳውንሎድ ንገብር ከልና ከምዚ ቀዲመ ጠቂሰ ዝፀናሑ ካብ ፕሌይ ስቶር ወይ ኣብ ስቶር ከድና ጥራሕ ኢና ዳውንሎድ ንገብር ኣለና ካብ ዝኾነ ካልእ ዌብሳይታት ከድና ሱቅ ኢልና ኣፕሊኬሽን ዳውንሎድ ንገብር የብልናን ወይ ካብ ዝኾነ ካልእ ኣምፂና ቪድዮታት ድዩ ፋይላት ድዩ ዳውንሎድ ንገብር ከልና ኣፀቢቕና ክንጥንቀቕ ኣለና እቶም ኣፕሊኬሽናት እዚኦም ጠቐምቲ ኮይኖም ክመፁ ይኽእሉ ግን ትሮጅን ሆርስ ብዝተባህለ መገዲ ሓደገኛት ኮይኖም ክፀኑ ክኽእሉ እዮም ትሮጅን ሆርስ ንብሎ ጠቓሚ ኮይኑ ዝመስል ብቕድሚቱ ጠቓሚ መስል እሞ ብድሕሪት ግን ዝተፈላለየ ናይ ሃኪንግ ወይ መጠለፊ ቱልስ ወይ መሳርሒታት ዘለዎ ኣፕሊኬሽናት እዩ እዚኦም ድማ ኣዝዮም ሓደገኛት እዮም ምክንያቱ መጀመርታ ክትሪኦም ከለካ ኖርማል ወይ ጥዑያት ጠቐምቲ ከማን ኣፕሊኬሽን ኮይኑ እዮም ዝስምዑና ስለዚ ዝኾነ ሊንክ ክንጥውቕ የብልናን ሶፍትዌርና ግድን ኣቤት ጌርናዮ ንፅናሕ ዳውንሎድ ክንገብር ከለና ድማ ዝኾነ ነገር ንጠንቀቕ ካብዚ ንላዕሊ ዝያዳ ሓበሬታ ተደሊኹም ኣብታ ቪድዮ ከይድኩም ቸክ ክትገብሩዋ ትኽእሉ ኢኹም ሶ ሳብስክራይብ ምግባር ኣይትረስዑ እገን ፍልይ ዝበለ ቪድዮ ክስራሓልኩም ደልዎ ተሎ ኣብ ኮመንት ግደፉልና እዛ ቪድዮ ድማ ካልኣይ ክፋል ክህልዋ እዩ ምክንያቱ ካልኦት ኣዝዮም ኣገደስቲ ኣካላት ነይሮም ቁሩብ ከይትነውሓና እዛ ቪድዮ ግን ብማዓንቲ ብዚኣ ንዓፅዋ ኢና thank you guys for watching part 2 ክትሪኡ ተደሊኹም ሳብስክራይብ ምግባር ኣይትረስዑ and I will see you next time